ብምምርዓውካ ኣላህ ይሕጎስ ድዩ ዘሎ ወይስ ይቕጣዕ? ብሸኽ መሓመድ ሓሰን

ሸሪዓዊ ዝኾነ ኣጋባብ ናይ መርዓ ክጥቀሙ ማለት ዘይኮነስ ዓለማዊ ወይ ድማ ባህላዊ ኣጋባብ ኣመራዓዋ እዮም ክጥቀሙ ብዝኾነ ዝኾነ ይኹን ቤት ናይ ኣስላማይ ክምስረት እንከሎ ንኣላህ ብዝሕጉስ መንገዲ ደኣ እምበር ንኣላህ ብዘቖጥዕ መንገዲ ክንጅምሮ የብልና እዚ ማለት ከዓ ኢስላማዊ ኣገባብ ወይ ድማ ብሸሪዓ ተኸቲልካ እትገብሮ ሓዳር ወይ እትፅምብሎ መርዓ ንኣላህ ከሐጉሶ እንከሎ ብዓለማዊ ይኹን ብባህላዊ መንገዲ ክትክተል ከለኻ ድማ ንኣላህ የቖጥዖ ማለት እዩ። ልቢልኪ ትፈልጢ ዶ? ልቢልካ ከ ትፈልጥ ዶ? ኣጋባብ ኣመራዓዕዋ ናይ ነብሲ ወከፍ ስድራ ቤታት ሓሲብካሉ ኣለኻ ዶ? ሓሲብክሉ ከ ትፈልጢ ዶ? እዚ ንኽተሎ ዘለና ኣብዚ እዋን እዚ ብፍላይ ድማ ኢስላማዊ ድዩ ወይስ ዓለማዊ ድዩ ወይስ ባህላዊ ነዚ እውን ሓሲብክሉ ሓሲብካሉ ትፈልጥ ዶ?

ሓወይ ኣብ መዓልቲ መርዓኻ እንታይ ከም ዘጋጥመካ እንታይ ትፈልጥ? ኣብታ መዓልትኻ እውን ሞት እንተጋጢምካኸ? ክንደይ መርዓውቲ ድየን ንመርዑተን ተዳልየን ክበቕዓ መርዓዊ ከይረኸበን ብሞት ኣርኪብወን ዝተገንዛ? ክንደይ ዓቕዲ ድዩ ጽምብሉ ዘይተፈጸመ ወይ ድማ ድሕሪ ቃል ኪዳን ምእሳር እቲ ዝተኣስረሉ እቲ ሆይሆይታን ዳንኬራን ዝተገብረሉ መርዓ ከይተፈጸመ ሞት ዘርክቦም ክንደይ ምዃኖም ከ ልቢ ኢልካ ኣለኻ ዲኻ ስለዚ ንዝኾነ ስላማ ይኹን ኣስላመይቲ እዚ ናይ ሓዳር ህይወት ብምምስጋን ንኣላህ ክጅምሮ ኣለዎ። ክትምርዓው ምኽኣል ማለት እኮ ዓቢ ጸጋ እዩ። ረቢ ምእዝዝቲ ሰበይቲ ሓዳር ክትገብረላ ገዛን ገንዘብን ሂቡካ ክተመስግኖ ደኣ እዩ ዘለካ እምበር ክትዕምጾ ከመይ ኣቢሉ ይገብረልካ? ከመይ ኣቢሉ ንዓኻ ይኹን ንስድራቤትካን ስድራቤት ሰበይትኻን ኣብ ክንዲ ነቲ እዚ ዅሉ ጸጋ ዝሃበኩም ኣላህ ክትዕምጽዎ ከተቘጥዕዎ ትሓስቡ? ከመይ ኣቢልካ ኣብ መጀመርታ መዓልትኻ ንኣላህ ብበደል ትረኽቦ? ዕላማ ናይ ሓደ መርዓ ጓል ይኹን ወዲ ሓደ ኣብ ዝመጽሉ እዋን ዕላምኡ ሓደ ካብቲ ዕላማታት ጥንሲ እዩ። ብኸምዚ ዓመጽ እዚ ዝተጠንሰ ቆልዓኸ ጽባሕ ንግሆ ኣብ ዓለም እንታይ ክኸውን ኢልካ ሓሲብካ ትፈልጥ ዶ? ሓሲብኪ ትፈልጢ ዶ? ብዓቢኡ እቲ ብጓይላን ሆይሆይታን ብራእዩለይን ብዳንኬራን ዝተመስረተ መርዓኸ ቀጻልነት ክህልዎ ይኽእል ኢልካ ሓሲብካ ትፈልጥ ዶ? ሸሪዓዊ ብዘይኮነ ኣገባብ መርዓ ትጥቀም እንድሕር ኣለኻ ኣንጻር ሸሪዓ ዝኾነ ድማ ሰይጣናዊ ኣገባብ ኣመራዕዕዋ እዩ ማለት እዩ። ድሌካ ስም ሃቦ፣ ባህላዊ በሎ፣ ዓለማዊ በሎ፣ ጽረ ሸሪዓ ክሳብ ዝኾነ ዋንኡ ሰይጣን እዩ ማለት እዩ። ንሰይጣን ኣማእሊኽ ኢልካ ዝፍጠር ሓዳር ድማ ከመይ ክኸውን ኢልካ ሓሲብካሉ ትፈልጥዶ? ሓሲብክሉ ትፈልጥዶ? እዚ ኣብዚ እዋን እዚ ፅረ ኩሉ ሓዳር ኮይኑ ዘሎ ጠንቂኸ እቲ ናይ መበገሲ መርዓ ኣገባብ ምዃኑ ተረዲእካ ይፈልጥ ዶ? ተረዲእኪ ይፈልጥ ዶ?

ንሰከንድ ይኹን ከይሓሰብና እንፍጽሞ ስለ ዝኾነ ብዙሕ ሳዕቤናት እዩ ዘኸትል። ንኣብነት ኣብ ከባቢና ንርብሾም ሰባት ፍጹም ኣየገድሰናን እዩ። እቲ ኣብኡ ዝባኽን ዘሎ ገንዘብ፣ እቲ ብኡ ዝሃልኽ ዘሎ ክዳውንቲ፣ እቲ ብኡ ዝሃልኽ ዘሎ ዘይተደለየ መግብታት ክንደይ ሰባት ንዕኡ ሃረር ከም ዝብልዎ ሓሲብካሉ ትፈልጥ ዶ? ሓሲብክሉ ትፈልጥ ዶ? በዚ ኣገባብ ዝፍጸም መርዓ፣ መርዓ ኢልካ ትሰምዮ እንተለኻ ነብስኻ ምዕሻው እዩ። እዚ መርዓ ኣይኮነን። ኣቱም ሰባት እዚ ሓጎስ ኣይኮነን። ምዝዋር እንዳበልካ መካይን መርዓውቲ ጽርግያ ይዕገታ፣ ኣብ ገሊኡ ሞተር ሳይክል ጌርካ መርዓውቲ እናዓጀብካ ሆ ምባል፣ ክላክ እንዳገበርካ ጎደና ምጭናቕ፣ እዚ ምንጩ ካበይ እዩ? ሸሪዓዊ ድዩ? ሓሲብካሉ ኣለኻ ዶ? ሓሲብክሉኸ ኣለኺ ዶ? ኣብቲ ንስኻ ትርብሾ ዘለኻ ጎደና እኮ ዕረፍቲ ዝደሊ ሕሙም ኣሎ። ከመይ ማለት እዩ ንስኻ ክትሕጎስ ንሱ ክርበሽ? ከመይ ማለት እዩ ዘየድሊ ኣእኻል ክሃልኽ እንከሎ? ኣብ ካልእ ዓለም ዘለዉ ብጥሜት እናተወድኡ እንከለዉ ንስኻ ድማ ዓዲምካ ንዘምጻኻዮም ሰባት ዘይምግብዎ ዘይበልዕዎ እልፊ ኣእላፍ ኣእካል ትህልኽ ዘለኻ ዘለኺ ሓሲብካሉ ኣለኻዶ? ሓሲብክሉ ኣለኺዶ? ሕሙም ምርባሽ ዝደቀሰ ምትንሳእ ከመይ ኣቢሉ እዩ ሓጎስ ዝበሃል? እዚ ራብሻ እዩ፣ እዚ ከባቢኻ ምጉዳእ እዩ። ስለዚ ንዝኾነ እስላማይ መጀመርታ መዓልቲ ሓዳሩ መዓልቲ ራብሻን ንኣላህ ምብዳልን ምዕማጽን ክኸውን ኣይግባእን፣ ፍጹም እውን ክኸውን ዘይብሉ ዓብዪ በደል። ናይ መጀመርታ ለይትኻ ኣብ ክንዲ ንኣላህ ሕጒስካ ንስኻ እትሕጎስ ናይ መጀመርታ ለይቲ ናይ ዓመፅ ለይቲ ጌርካያ ምሕዳር እንታይ እዩ ትርጉሙ?

ወይ ድማ ወለድኻ ክእዝዙኻ እንተፈቲኖም ክትሰምዖም የብልካን። ወይ ድማ ውላድካ ንዓኻ ወላዲ ኾንካ ከምዚ ዓይነት ኣገባብ መርዓ ክፍጸም ክእዝዙኻ እንከለዉ ክትውግዞም ጥራይ እዩ ዘለካ። ስድራኻ ንኣላህ ዘቖጥዕ ተግባር ኣብ መርዓኻ ክትገብር እንተኣዘዙኻ ፍጹም ከይትሰምዖም።

ንረቢ ብዘሕርቕ ነገራት ተቋማጥዒ እዩ ዘሎ ከመይ ማለት እዩ ንኣላህ ኣሕሪቕካ ክትሕጎስ ንኣላህ ኣሐጒስካ ዘይትሕጎስ ንሱ ዶ ኣይጥዕምን ንኣላህ ኣሕሪቕካ እትምስርቶ ቤት ፍጹም ክሕጉሰኒ ኢልካ ትሓስብ እንተለኻ ንስኻ ኣብ ሓንቲ ብሃማዊት ዓለም ትነብር ኣለኻ ማለት እዩ መርዓ ተሰላሊማ ዝበለጸ ክዳውንቲ እንተተኸደነት ቤሎ እንተገበረት ኣይኮነን እቲ ጸገም መዓልታ እንድዩ ኪንኡ ከማን እንተገበረት ጸገም ዘለዎ ጉዳይ ኣይኮነን ግን ቬሎ ክትገብር እንከላ ኣብዚ እዋን ዝመፂ ዘሎ ሜክኣፕ ኣርቲስት ብዝብል ስም ተዋህበን ደቂ ኣንስትዮ ንሳተን ካብቲ ኣገባብ ዝኽደንኦ ስረ ይኹን ክዳውንቲ፣ እቲ ሜክኣፕ ዝገብሮ፣ ከምኡውን ነተን መርዓውቲ ኣብ ቅድሚ ካሜራ ተኺለን ጽራየን ጨጉረን ገይረን ሜክኣብ እናገበራ ነታ መርዓት ከዳልዋኣ ከለዋ ግን እዝሰ ሸሪዓዊ ድዩ? እቲ ዓመፅ ካብዚ ዝጅምር ስለዚ እቲ ፀገም ዝኸውን ዘሎ ናይ ኣገባብ ናይ ቅጥዕን ናይ ሕግን ጉዳይ እምበር ናይ ምስላምን ምፅብባቕን ሕቶ ኮይኑ ይፈልጥን

ሽዑኡ እተን ከምኣ ደቂ ኣንስትዮ እንተወደሰኣን ምስኣ እንተተፃወታን እዩ ዝበለፀ ከምኡ እውን ብኢስላማዊ ኣዘያይማ ንኣብነት ከም ድዩፍ ብትሕቲኡ ክፉት ከበሮ ገይረን ክፃወታ ይኽእላ እየን ፀገም የብሉን ክስዕስዓ ጸገም የብሉን። እቲ ጸገም ዝኸውን ዘሎ ኣብ ስቱድዮ ብዝተሰርሐ ኣዝዮም ኣዝዮም ኣዝዮም ረቀቕቲ ንብዕልግና እተጋልጹ ደርፍታት እናተጠቀምካ ምስ ደቂ ተባዕትዮን ኣንስትዮን ቆልዑትን ዓበይትን ኣብ ሓደ ክፉት ኣዳራሽ ተሓዋዊስካ እስክትሸም ክትብል እንከለኻ ዘምጽኦ ሳዕቤን ሓሲብካሉ ኣለኻዶ? ሓሲብኩሉ ኣለኺዶ? ኢስላማዊ፣ ሸሪዓዊ፣ ኣገባብ ኣመርዓዋ፣ ንኣብነት ካብ መሓዙታ ይኹኑ ቤተሰብ ኣዋልድ ነታ መርዓት ዝውድሱ ቃላት ገይረን ብነሺዳኣ ክዝይማላ ጸገም የብሉን፣ ብዘይካ ዓለማዊ ሙዚቃዊ ደርፍታት። እቲ መርዓዊ'ውን ከምኡ ኣብ መንጎ ኣዕሩኽቱን ኣሕዋቱን ኣወዳት ኮይኑ ነሺዳ ገይሮም ብጾቱ ከዝይሙሉ ጸገም የብሉን፣ ግና እዚ ንሪኦ ዘለና ኣገባብ ናይ መርዓ ሓደ ወድ ተባዕታይ ኣእዳው እንዳወዛወዘ ምስቶም ነቲ መርዓ ክገልፁ ዘይክእሉ ግጥምታት ዝተሰነዩ ደርፍታት እናወዛወዘ ንነብሱ ኣብ ናይ ደራፋይ ቦታ ኣትዩ እናደረፈ ከዝይም እንከሎ ኢስላማዊ ኣገባብ ኣይኮነን። ንኣብነት ኣብ ብዙሕ መርዓታት ከም ዝረኣይ እቲ ደርፍታት ዝግልጾ ብዛዕባ ሕሉፍ ካልእ ጓል ኣንስተይቲ ዝተደርፈ ኣምጺኻ ከም ናትካ ኣምሲልካ ከም ሰበይትኻ ኣምሲልካ ነታ ሰበይትኻ እትገልጽ እትዋዛወዞ ዘለኻ እዝስ ሓሲብካሉ ኣለኻዶ? ከም ኣጋባብ እዚ ብዙሕ ዝረኣ ዘሎ ኣብ መንጎ ብዙሓት ኣቲኻ ብኣዝዩ ረቂቕ ዝኾነ ስሎው ደርፍታት ተሰኒኻ እቲ ጋባብ እቲ ናይ ምዕራባውያን ደኣምበር ኢስላማዊ ከምደይ ምዃኑ እናፈለጥካ ግና እትገብሮ ወይ እትገብርዮ ዘለኺ ሳዕቤኑ ኣብቲ ትምስርቶ ጎጆ ክጸንሕ ምዃኑ ሓሲብካሉ ኣለኻዶ ሓሲብክሉ ኣለኺዶ ከምኡ ወን ኣብ ዝተቐደሰ ቦታ ናይ ኣላህ ተኣኪብካ ወይ ኣብ ዝኾነ ካልእ ቦታ ደቂ ኣንስትዮ በይነን ተፈልየን ኣሰብኡት እውን በይኖም ኮይኖም ረቢ ዕልሚ ዝሃቦም ሰባት ጸዊዕኻ ወይ ዝኾነ ካብቶም ዕዱማት ተንስዩ ንኣላህ ዘዘኻኽሩና ዕልምታት ብምሃብ ዘይንሕልፎ

መርዓዊ ኩባያ ጸባ ብምምጻእ ፍርቂ ንዕኡ ብምስታይ ዝተረፈ ከኣ ንመርዓቱ የስትያ። እዚ ኣገባብ እዚ ግን ብርግጽ ቅድሚኡ ኣብቲ እንገብሮ ኣዳራሻት እቲ ኣገባብ ዓለማዊ ከም ምዃኑ መጠን እቲ ንኽተሎ ዘለና ንኣብነት ከም ናይ ዋይን ቢኬር ብዝመስል ግን ኣብ ውሽጡ ኮካ ይኹን ፋንታ መሊእኻ ናይ ኣእዳው ምምስቓል እንዳተገበረ ዝግበር ምዕራባዊ ምዃኑ ክትፈልጦን ክትግንዘቦን ከም ዘለካ ፍለጥ። ኢስላማዊ ኣገባብ ግን መርዓዊ ኩባያ ጸባ ብምምጻእ ፍርቁ ንዕኡ ብምስታይ ዝተረፈ ከኣ ንመርዓቱ የስትያ። ድሕሪ ጸባ ምስታዩ ኢዱ ኣብ ልዕሊ ርእሳ ብምግባርካ ኦ ኣላህ ካብ ሰናያን ሰናያትን ናይቲ ዝፈጠርካየን ሃበን ይብ ድሕሪ ጻባ ምስታዮም ኢዱ ኣብ ልዕሊ ርእሳ ብምግባርካ ኦ ኣላህ ካብ ሰናያን ሰናይነት ናይቲ ዝፈጠርካላን ሃበኒ ይብል ብውሽጢ ድማ ማለት ብውሽጢ ልቡ ኦ ኣላህ ካብ ክፉእ ነገራት ድማ ብኣኻ ሕሎ ይብል። ምኽንያቱ ከምኡ ክብል እንተሰሚዓቶ ሕማቕ ነገር ኣለኒ ዲላ መታን ሕማቕ ከይስምዓ እሞ ከይትጉዳእ ንማለት ብልቡ ዝበሃል ዱዓ እዩ። እዚ እዩ እቲ ትምህርቲ፣ እዚ እዩ እቲ ጥበብ። ኣላህ ምስ ዝሕጎስ እዩ ሓዳርካ ዝጥዕም። ኦ ኣንቱም መንእስያት ኣሕዋተይ ከምኡ እውን ኣቦታተይ ደቀይ ህይወትና ንኣላህ ብምብዳል ብምዕማፅ ኣይንጀምሮ ገለ ገለ እኳ ከምኡ እውን ዝበዝሑ ሰባት ኣብዚ ግዜ እዚ ተለቂሖም እዮም ባንድን መርዓን ዝገብሩ ተለቂሖም እዮም ሳዕሳዕቲ ተምፁ ተለቂሖም እዮም እዚ ኩሉ ኣገባባት ናይ መርዓ ዘጥፍኡ ዋላ ኣይትለቃሕ እውን እቲ ንዓመታት ንዘመናት ጉልበትካ ኣእምሮኻ ግዜኻ ዘጥፋእካሉ ገንዘብ ብኸምዚ ዓይነት ከ ይጓሓፍ ድዩ ልቢ በል ሕሰብ ኣስተንትን ኣብ ረቢ ዘይፈትዎም ነገራት ካብ መን ሓሚቐ እንዳበልካ ዝግበር ውድድር ሕማቕ ባህሊ እዩ ዝኸውን ዘሎ ኣንታ ሓወይ ኣብ ውራይካ ዝግበር ናይ ኣወዳትን ኣዋላድን ናይ ዓይኒ ምጥምማት ይኹን ካልእ ኩሉ ሓጢኣት እዩ። ስለዚ ተሰካሚ ናይዚ ኩሉ ሓጢኣት መርዓትን መርዓውትን ከም ምዃንኩምከ ትሓስቡዶ? ናይዚ ኩሉ ኣብቲ መርዓ ዝፍጸም መንፈሳዊ ይኹን ኣካላዊ ይኹን ኣእምራዊ ይኹን ናይዚ ኩሉ ገበን ተሰካሚ ንስኻን እቶም ነቲ መርዓ ንኽፍጸም ነዚ ኩሉ ዋጋ ዝኸፈሉን ምዃንኩም ናይዚ ኩሉ ሓጢኣት ተሰከምቲ ምዃንኩም ከ ተረዲእካ ኣሎ ድዩ? ተረዲእኪ ኸ ኣሎ ድዩ? ከም ቅልል ዝበለ ኣብነት ሕሰቦ እሞ ነታ ኣብ መርዓኻ እትዕስዕስዕ ጎርዞ ሽሕ መንእስያት እንተ ደኣ ሪኦማ ብኽንዲ ናብኣ ዝረኣይዎ ግዜ እቲ ሓጢኣት ናብ ዋና ውራይ እዩ ዝጥቕለል። እዚ ዘረባ ናተይ ከይመስለካ ረሱል ሰለላሁ ዓለይሂ ወሰለም ሓዲስ ዝበልዎ ስማዕ። ስማዕ ሓዲስ ናይ ረሱል ሰለላሁ ዓለይሂ ወሰለም ዝኾነ ሰብ ንሰባት ናብ ጥፍኣት እንተጸዊዑ ክንድቲ ሓጢኣት ናይቶም ዝሰዓብዎ ካብ ሓጢኣቶም ወላ ሓንቲ ከይጎደለ ተሰካሚ እዩ ይብል ስለዚ ናተይ ጻውዒት ናብ ኩሉ ኣስላማይን ኣስላመይትን ረቢ ክፈርሕን ካብዚ ከም ባህሊ ሒዝናዮ ዘለና ሕማቕ ልምዲ ድማ ክንናገፍ እየ ዝጽውዕ ዘለኹ ኣብ መወዳእታ ንኣላህ ገዛናን ሓጎስን ሰላምን ክመልኦ ዱዓ ይገብር ንሱ ንዅሉ ኸኣሊ እዩ